ሰላም ዝኸበርኩም ተኸታተልቲ ስቶር ፕሮዳክሽን እምበኣር ሎማዓንቲ ከዓ መቐፀልታ ናይ ዝሓለፈ ክፋል ሂወት ዝፈተኖ ፍቕሪ ትብል ዛንታ ሒዝናልኩም መፂና ኣለና ከምቲ ኩሉ ግዜ ንብለኩም ኣብዚ ቻነል ፕሊስ ሓደሽቲ ኮንኩም ሳብስክራይብ ነዚ ቪድዮ ከዓ መታን ናብ ኩሉ ክበፅሕ ላይክ ክትገብሩ ናብ ኣዕሩኽትኹም ከዓ ክትሰድዎ ብልቢ እንዳተማሕፀና ናብቲ ዝስዕብ መደብ ክነብለኩም ህይወት ዝፈተኖ ፍቕሪ ሻድሻይ ክፋል ልዋም ብስንባደ ዝኣክል ዓው ኢላ እውይ! በለት እሞ ኣደይ ትዕበ ብውሽጠን ሕርር ኢለን። ቃል ዝብሃል ግን ኣየምለቋን ንልዋም ከይድህልኣ ኢለን ስምዒተን ቀቢረን። ኣንቲ ልዋም ጓለይ! እንታይ ደኣ ኣወሪድኪ ብደውኪ ደርቢኽዮ? ንዕናይ በሊ ደሓን ንርእሳ ይግበረላ በጃ ነብስና'ያ። ኢለናኣ ስጉምተን ጀመራ። ሉዋም ብስንባደን ሕርቃንን ገጻ ከም ገለ ተቐይሩ፣ ገመዳ ሒዛ ደድሕሪ ኣዲኣ ተበገሰት። ዘርእሰናይ ኣብቲ ማዕዶ ኮይኑ ኩሉ ኩነታት ክዕዘብ ጸኒሑ እንታይ ክገብር ከም ዘለዎ ሕርብት በሎ'ሞ ቁሩብ ደቓይቕ ስቕ ኢሉ ኣብ ሓደ ሓሳብ ጠሓለ። ከምዚ ክግበር እሞ ክትዕወት ኢኻ ዝብል ሓሳብ ድማ ኣብ ማእከል ርእሱ ዱብ ኢሉ ኮፍ በሎ። እቲ ሓሳብ ከምዚ ዝብል ነይሩ፣ እዚ ዘለኻዮ ትገብሮ ዘለኻን ከዕውተካ ኢልካ ትሓስብ እንተሃሊኻ ኣብ በረድ ኢኻ ትጽሕፍ ዘለኻ። ንልዋም ክትዝርፋ እንተሓሲብካ ዓድኻ እቶ። ንዝሓሰብካዮ ከተስምር ብሓይልን ብጎነጽን ዘይኮነ ብሜላን ብብልሕን እንተኺኢልካዮ ጥራይ ኢኻ ክትዕወት። ስለዚ ዓድኻ እቶ፣ ምስ ስድራኻ እውን ተረዳዳእ። ኣቦኻ ሽሕ ግዜ እንተኣበየካ ናትካ ሕማቕ ክርኢ ስለ ዘይደሊ እምበር ኣብ ድሌታትካ ክዕንቅፈካ ደልዩ ከም ዘይኮነ ተረዳእ። ነቦኻን ነደኻን ኣይተቐይም። ኣይተሻቕል። እቲ ምንታይ እቶም ቀዳሞት ኣብ ቅድሚኡ እትሰርዖም ዝግበኣካ ንሶም ጥራይ እዮም። ንልዋም ምምርዓው ስለ ዝኣበዩ ኸኣ ከምዚ ጌርካ ኣብ እርጋኖም ገዲፍካዮም ኣብ በረኻ ምስፋርካ ንዖም ድቃስ ከሊእዎም ኣሎ ንነብስኻ ውን ሰላም ኣይረኸብካን ትም ኢልካ ዓድኻ እቶ ንልዋም ክትረኽባ እንተኾይንካ ዓድኻ ምስ ትኣቱ ጥራይ እዩ ዝብል ሰፍ ዘይብል ቃላት ብሓንሳብ ኣብ ርእሱ ኣትዮም ኣናወጽዎ እሞ ደድሕሪኤን ከይረኣያኦ እንዳተጠንቀቐ ንጉሆ ምድሪ ናብ ስድርኡን ዓዱን ኣተወ። ኣዱኡ ወይዘሮ ዝናብ ርእይ ምስ ኣቦላኦ ብሻቁለት ኣበይ ይኣቲ ኢለን ክሓስባ ምስኡ ድማ ናፍቆት በርቲዕዎን ጸኒሑ እዋይ ወደይ እዋይ ወደይ እንዳበለ ሓኒቀን ሰዓማኦ። ዘርእሰናይ ግን ከምዚ ንትን ኣይበለን ኣብ ሕቁፎ ወላዲቱ ኣትዩ ኣስቅጥ ኣቢሉ እዩ ተሓቂፉ። ኣቡኡ ኣቦይ ወልደገርግስ ድማ ኣብ ውሽጢ ገዛ ጸኒሖም ወደይ ዝብል ድምጺ ሰበይቶም ሰሚዖም ናብቲ ኣፍ ደገ እንተወጹ፣ እቲ ኣበይ'ዩ ኣትዩ? ኢሉ ከሻቑሎም ዝጸንሐ ዘርእሰናይ ወዶም ኣብ ሕቑፊ ወላዲቱ ኣትዩ ምስ ረኣይዎ፣ እዋይ ወደይ! ኣታ ንዓስኪ! ኣታ ንዓስኪ ስዓመኒ! ኢሎም ድማ ክስዕምዎ ቅርብ በልዎ። ዘርእሰናይ ነቦኡ ክስዕሞ ደስ ኣይበሎን። ከብዲ ወላዲ'ዩ ዘይቕየም እምበር ከብዲ ውላድሲ ማዕረ ክንደይ ጠቐያሚ ምዃኑ ከብዲ ዘርእሰናይ ተቐይሙ ምህላዉ ነቦኡ ከምቲ ናይ ኣዲኡ ገይሩ ይሰዓሞን። ኣቦይ ወልደገርግስ በቲ ዝተዛረብዎ ቃላት ልቢ ወዶም ኣቕሒሮሞ ምህላዉ ኣጸቢቑ ተረድኦም። ንዘርእሰናይ ሓቚፎም ንገዛ የእትዮም ድማ ከቀባጥሩሉ ጀመሩ። ዘርእሰናይ ጣዕሳ ወላዲኡ ካብ ገጽ ኣንቢቡ ዳግማይ ብዛዕባ ናይ ልዋም ጓል ኣቦይ ኣስጎዶም ኣልዒሎ ክኣብይዎ ከም ዘይክእሉ ኣጸቢቑ ኣስተውዓለ። ሕጂ ብርከይ ከይዓጸፍኩዶ ብዛዕባኡ ክዛረቦ፣ ሕጂስ ስቕ ምባል ደኣ ይሕሸኒ ኢሉ ውሕጥ ኣቢልዎ ከም ቀደሙ ኣብቲ ማሙቕ ቤቱ ክለኣኽን ክሰርሕን ጀመረ።

ቆልዓ መብጽዓ ኮይና'ያ ትስምዐን ነይራ። ልዋም ድማ ኩሉ ሓልዮት ኣዲኣ ብግብሪ ትሪኦ ብምንባራ ነዲኣ ልዕሊ'ቲ ምፍታው'ያ ትፈትዋ። ኣደይ ትዕበ እዛ ሓንቲ ከም ሓሙስ ጓለና መርዕየን ደቃ ዝሓቑፋላ ኣርእየኒ ኣንታ ብሩኽ ሰብኣይ ኢለን ብውሽጠን ንኣምላኽ እንዳለመናኦ ከለዋ ለዋም ቃላት ኣዲኣ ወላይዳ ኣይትስምዓዮ እምበር ብዛዕባ ኣይሓስባ ከም ዘለዋ ይርድኣ ነይሩ። እታ ቡን ሰትየን ወዲኤን ምስውስው ክብላ ድማ መሬት ከይዱ። ድሕሪ ፍርቂ መዓልቲ ሓሊፉ። ልዋም ስራሓ ገዛ ወዲኣ ኮፍ ክትብል ትሓስብ። ዝን ኢላ ኣብ ትዝታ ክትኣቱ ኣይትደልን እያ። ከም ገለ ኢላ ኣብ ሓሳብ እንተኣትያ ዓንዶም ኣብ ሓሳባ ይመጽእ እዩ ዋላ ደኣ ከምቲ ናይ ቀደም ኣይኹን እምበር ኣብ ውሽጣስ ቦታ ነይርዎ እዩ። ልዋም ነቲ ገፊሕ ቦታ ሂባቶ ዝነበረት ከተጽብቦ ከላ ዓንዶም ግን ኣይኮነን ክጽብቦ መሊሱ እዩ ዘግፍሖ ነይሩ። ልቡ ብዘይካ ልዋም ካልእ ዝሓተቶ ጓል ኣንስተይቲ ኣይነበረትን። ኣብዚ ሰዓት እዚኣ ንሰሊና ረኺቡ ብዛዕባ ልዋም ከዕልላ ከሎ ውሽጡ ልዋም ጸዋዕለይ እንዳበለ እዩ ዘናውጾ። ወላ ተግሂዩ ከዕልለካ እንተደልዩ ቃላት ምጥርናፍ ኣብዮ እሞ ኣብ መንጎ እቲ ዕላል ገዲፍዎ። ሰሊና ድማ ኣብ ውሽጡ ከቢድ ቁስሊ ቃንዛ ፍቕሪ ከም ዘለዎ ተረዲኣ ነቲ ዕላል ከቋርጽዎ ነገረቶ። ዓንዶም ክትርድኦ ብምኽኣላ ኣዝዩ ተገረመ። ዝበልዕዎ ዝነበሩ መግቢ ተላዒሉ የእዳዎም ተሓጻጺቦም ብሓደ ኮፍ በሉ። ሰሊና ሰዓት ስራሕ ኣኺሉ ክትከይድ ኢላ ዓንዶም ሓወይ ኣነ ሰዓት ስራሕ ኣኺሉ ኣሎ ክኸይድ እየ። ንስኻ ነብስኻ ተሓጸብ በለቶ። ዓንዶም ነቲ ኣብ መንደቕ ተሰቒሉ ዝነበረ ሰዓት እንተረኣየ፣ ሕጂ ደኣ ናይ ሰዓት ክንደይ ስራሕ? ሰዓት ክልተ እኳ'ዩ ዘሎ በላ። እወ ናይ ምሸት እየ ዝሰርሕ በለቶ ንዘረባኣ ትቕብል ኣቢሉ። እሞ ሰሉ ሓብተይ ዘይትጥቀምሉ ጥራዝ ድያሪ ገለ ዝኸውን ይህልወኪ'ዶ? ኢሉ ብትሕትና ሓተታ። ሰሊና ጥራዝ ደሊኻ? ኢላ ንሕቶኡ ብሕቶ መለሰትሉ። ዓንዶም እናተሰከፈ ብርእሱ ነቕኒቑ እወ ሰሉ ሓብተይ ምስ በላ ሰሊና ካብ ሳንዱቕ ከመይ ዝበለ ዓብዪ መጽሓፍ ድዩ ጥራዝ ዘይርድኣካ እንካ ኢላ ሂባቶ ናብ ስርሓ ወፈረት። ዓንዶም ኣብቲ ገዛ ንበይኑ ምስ ተረፈ ፒርኡ ተኺሉ ምስታ ድያሪ ከዕልል ጀመረ። ድያሪየይ ኢለዶ ክጽውዐኪ ካብ ሎሚ ንስኺ ኣደይ። ንስኺ ኣቦይ ንስኺ ሓብተይ ንስኺ ሓወይ ንስኺ እምንቲ መሓዛይ ኢኺ በቃ ካብ ሕጂ ንኔው ምሳኺ እየ ክሕልፎ ግዜ ድያርየይ እሞ ሕሉፈይ ዶ ክዕለኪ ምዃን እንታይ እሞ ክገብረልኪ ሕሉፍ ህይወተይ ኩሉ ቃንዛ እዩ ቃንዛይ ድማ ንበይነይ እምበር ምሳይ ክንጥንዘዎ ኣይደልን እየ ዝመጽእ ህይወተይ ግን ሓጎስ ይኹን ሓዘን ኩሉ ክዕለኪ እየ ድያርየይ ካብቲ ብዙሕ ክርስዖ ዘይከኣልኩ ነገራት ኣብዚ ባንክ ከቐምጥ እየ ሓደራኺ ግን ከይትቕንዘዊ ኣብ ጉዕዞ ሂወተይ ዝረኸብክዎ ኣብ ልበይ ገፊሕ ቦታ ዝወነነት ልዋም ንኽርሳዓ በጃኺ ሓግዝኒ ዲያርየ ብሰንኪ ልዋም ምፍቃረይ እኮዮ ሕልመይ ተሰይሩ ነዚ ታሪኽ ሂወተይ ድማ ምስ ናታ ተኣሳሲረየ ዝተሰብረ ሕልሚ ኢለ ሰይመዮ ዲያርየይ ብኸመየ ንስኺ ኣደይ ንስኺ ኣቦይ ኢለ መቸም ኣይትስሕትዮን ትኾኒ ስለዚ ጸግዒ ኩንኒ ነዚ ብፈጣሪ ረኺበዮ ዘለኹ ርህርህቲ ዝኾነት ፍጥርቲ ድማ እምንቲ ሓፍቲ ክገብረለይ ሓግዝኒ ኢሉ እናጸሓፈ ከሎ ሃንደበት ናብቲ ጣውላ ምስ ጠመተ ክኣምኖ ዘጸግም ትርኢት ርእዩ የእዳዉ ፈጥፈጥ እናበለ ነታ ኣብቲ ጣውላ ተሰቒላ ዝነበረት ስእሊ ወላዲኡ ኣልዒሉ ብየዒንቱ ትኪሉ እንተረኣያ፣ ነታ ኣብ ኢዱ ዝነበረት ቢሮ ድማ ኣቐሚጡ ምስቲ ስእሊ ክዛረብ ጀመረ። እዋእ ኣቦ! ኣብዚ እንታይ ትገብር ኣለኻ? ብኸመይ ኢልካኸ ክትመጽእ ክኢልካ? ኢሉ ኣብ ዲቕ ዝበለ ሓሳብ ተዋሒጡ፣ ባዕሉ ክምልሶ ዘይክእል ሕቶታት ንነብሱ እናሓተተ ጽሑፍ ገዲፉ ኣብ ጭንቀት ተሸሚሙ፣ መሬት ድማ ከም ንፋስ እንዳጉየየ ጸልመተ። ሰሊና ትፍደሰሉ ሰዓት ኣኺሉ። ኣብ ገዝኣ እውን ወዲ ሰብ ገዲፋ ከም ዘላ ተረዲኣ፣ ትፍድስ ምስ ኣበለት ብቕልጡፍ ናብ ቤታ ተመልሰት። ማዕጾ ገዝኣ ከፊታ እትው እንተ በለት፣ ዓንዶም ኣብ ቅድሚ እቲ ስእሊ ኣቦኣን ኣዲኣን ዝተሰከመ ጣውላ ተንበርኪኹ ስእሉ ተስፋምንኪኤል ብኢዱ ሒዙ ክዛረብ ምስ ረኣየቶ፣ ስንብድ ኢላ፣ ዓንዶም! እንታይ ትገብር ኣለኻ? እንዳበለት ተገሪማ ሓንቲ ሕቶ ሓተተቶ። ዓንዶም ብቑርጽርጽ ዝበለ ቃላት ክዛረብ ኢሉ ገጹ ናብኣ ጥውይ ኣቢሉ እሞ ሰሉ እዚ ሰብኣይ እንታይኪ እዩ ኣበይ ክትፈልጥዮ? በላ ሰሊና ምግራም ሕጂ እውን ኣየቋረጸትን። ዓንዶም ንስኻ እምበር ኣበይ ትፈልጦ ወላድየይ እኳ እዩ ኢላ ክትነግሮ ዓንዶም ሰንቢዱ ድምፀ በሪኹ እንታይ በላ ሰሊና በቲ ረበሻ ዝኾነ ድምፂ ሰንቢዳ እ እንታይ ኮንካ በለቶ ዓንዶ ዝኾነ ዘረባ የቋረፀን ኣብቲ ተንበርኪኽዎ ዝነበረ ተሲኡ ሕንቕ ኣቢሉ ሓቆፋ ሰሊና እቲ ተፈጢሩ ዘሎ ኩነታት ወልሓንቲ ተረድኣን ዓንዶም ግን ሓቂፍዋ ከሎ ብዒንቱ ንብዓት እናረገፈ ናብ ክዳናዩ ዝዓልብ ነይሩ ሓንቲ ንጣብ ንብዓት ኣብ ክሳዳ ምስ ዓለበት ግን ይነብዕ ከም ዘሎ ተፈሊጥዋ። ዓንዶም እንታይካ ኮንካ ንገረኒ እንዶ በለቶ። ዓንዶም እቲ ዝነብዖ ዝነበረ ንብዓት ክሳብ ቃላት ዝቆራረጹ እዮም ገይሮሞ። ሶልየ ኣቦይ ክንድዚ ዝኣክል ምስጢር ሓቢኡ ካብ ዓለም ክፍለዩ ዝብል ግምት ኣይነበረንን። እንድዒ እንታይ ኮይነ እየ እሞ ክብለኪ እዚ ኣቦይ እዩ ትብልዮ ዘለኺ ንዓይ እውን ኣቦይ እዩ ምስ በላ ሰሊና ክትኣምኖ ኣመና ተጸገመት ካብቲ ሕቑፍኡ ብሓይሊ ወጽያ ዓንዶም ከመይ ኢልካ ከምኡ ትብል ኣለኻ ኣብ ምድሪ ዓለም ከለኺ ሓወለኪ እኽኻወት ትብለን ዘለኻ ሓሙሽተ ጻብዕታ ዘርጊሓ ናብ ስእሊ ተስፋ ሚካኤል ኣቦኣ እናተመልከተት ዓንዶም ጽቡቕ ጌርካ እሞ ረኣዮ ርግጸኛ ዲኻ ኣነ ክኣምነካ ኣይክእልን እየ ዓባየ እኮ ኢላ ክትዛረብ ምስ ጀመረት ዓንዶም ኮፍ ኣቢሉ ኩሉ እቲ ታሪክ ክሰምዕ ደልዩ ኮፍ በሉ መሰሊ ሓብተይ ኢሉ ኮፍ በላ ሰሊና ቦርሳ ኣቐሚጣ ኮፍ በለት እሞ ዓባየ እኮ ኢላ ድሕሪ ባይታ ክትዕሎ ምስ ጀመረት ዓንዶም ድሕሪ ባይታ ሰሊና ክሰምዕ መንበሩ ኣጣጢሑ ኮፍ ኢሉ፣ እሂ'ሞ ዓባየኺ! በላ። ሰሊና ንዓባያ ክትዝርዝር ኩሉ ቡርትዕ ሓዘን'ዩ ዝስምዓ ነይሩ። እቲ ዕላል ግን ክትቅጽለሉ ስለ ዘለዋ፣ ዓባየይ ቅድሚ ቁሩብ ዓመታት'ያ ካብዛ ዓለም ብሞት ተፈልያ። ኣነ ምስ ዓባየይ'የ ዓብየ። ማማ ኣነ ጓል ሓሙሽተ ዓመት ከለኹ ከቢድ ሕማም ሓሚማ ስለ ዝነበረት ንዓይ ምስ ኣቦይ ብኣካል ከየራኸበትኒ ስእሉ ጥራይ ገዲፋትለይ ሞይታ። እታ ስእሊ ድማ እዛ ትሪኣ ዘለኻ ስእሊ እያ። ኣነ ነቦይ ብኣካል ኣይፈልጦን እየ። ነዛ ስእሊ እዚ ሒዘ ድማ እንተረኸብክዎ ኢለ ክንደይ ኮለል ኢለ ግን ክረኽቦ ኣይከኣልኩን በቃ ቀቢጸ ንበይነይ ንህይወት ክምክታ ናተይ ኢለ ሒዘዮ እንሆ ኹልካ ድማ ክሳብ ሎሚ ዕለት ኣጆኹ ዝብል ዘመድ የብለይን ገለ የብለይ ብጸፍረይ ይነብር ዓንዶም ሓወይ ታሪኽ ናይ ገዛና ዘርዚርካ ይውዳእኒ እዚ ትብሎ ዘለኻ ሓቂ እንተኾይኑ እንድዒ ንኣምላኽ እንታይ ትይሃብከኒ ክብሎ ኢላ ድልየታታ ናይ ልባ ነገረቶ ዓንዶም ክሳብ ሕጂ ሓፍቲ ከም ዘላቶ ክፈልጥ ዘይምኽኣሉ ሕጂ ድማ ብጥበብ ፈጣሪ ክረኽባ ምኽኣሉ ሓጎስን ሓዘንን ዝተሓዋወሶ ስምዒት እንዳተሰምዖ ኣንቲ ሰሉ ሓብተይ ንዓይ እውን እንኮ ከማኺ ኩሉ ነገር ድንግርግር ኢልኒ ሓፍተይ ኣብ ምድሪ ብደውኩ ከለኺ ክሳብ ሕጂ ክፈልጥ ዘይምኽኣለይ እንታይ እቲ ምስጢር ክርዳኣኒ ኣይከኣለን ሕጂ ግን ተመስገን ሓፍተይ ኣደይ ረኺበ ኢሉ ሕቑፍ ኣቢሉ ሰዓማ። ሰሊና እውን ተመስገን ኣምላኸይ፣ ጸግዒ ዝኾነኒ ሓውን ኣቦን ዝፈጠርካለይ፣ በለት። ክልቲኦም ሓደ ዓይነት ምስጋና ንኣምላኽ ኣመስገንዎ። ምቁር ዕላል የሕዋት እናዕለሉ ድራሮም ተደሪሮም ሓዲኦም ኣብ መሬት ሓዲኦም ድማ ኣብ ዓራት ክድቅሱ ዝሓሰቡ ኣብ ሓንቲ ዓራት ተሓቋቒፎም በጥ በሉ። ብኡ ኣቢሎም ድማ ከም የሕዋት ኢሂም ምሂም እናተበሃሃሉ ጉዕዞኦም እናቐጸሉ ኣዋርሕ ሓሊፉ። ዓንዶም ቁስሉ እግሩ ሓዊሉ ከም ቀደሙ ከረግጽ ጀመረ። ሰሊና ስራሕ ተረኸበትሉ ስራሕ ጀሚሩ ክልቲኦም እናተሓጋዝገዙ ብኸመይ ዝበለ ጽፉፍ ናብራ ክመርሑ ጀመሩ። ዘርእሰናይ ንክንደይ ኣዋርሕ ዝኣክል ከቢድ ፍቕሪ ልዋም እናተጎጽጎጸ ተጸሚምዎ ድሕሪ ክንደይ ነቦኡ ይኹን ነዲኡ ከይነገረ ንልዋም ኣብ ጎቦ ገዝኡ እናኸተረ ይፈትወኪ'የ የፍቅረኪ'የ በጃኺ ተረድእኒ ኢሉ ብዛዕባኡ ጥራይ ከም ትሓስብ ገበራ። ልዋም ድሕሪ ክንደይ ክርክር ንዘርእሰናይ ኣብ ውሽጢ ልቡ ቦታ ሃበቶ ብእኡ ክትሓስብ ጀመረት። ዘርእሰናይ ንልዋም ምሸት መጸ ብጥበብ ጌሩ እናጸውዐ ሓሓንቲ ሰዓት እናረኸበ ጥዑም ዝበሎ ዕላል እናዕለለ፣ የስሕቕ ኣሞ ልዋም ድማ ምሉእ ብምሉእ ከተፍቅሮ ግዜ ኣይወሰደትን። ብልቢ ኣፍቀረቶ። ዘርእሰናይ ኣብ ናይ ልዋም ልቢ ቦታ ናይ ዓንዶም ተኪኡ ንልዋም ናቱ ምዃና ተኣማሚኑ፣ ብጀካ እቲ ጸላም ተጎልቢብካ ምርካብ ገዲፍካ ቀትሪ ኣብ ደስ ዝበሎ ሰዓታት ክረኽባ ክኢሉ። ንሱ ናታ ንሳ ድማ ናቱ ከም ዝኾነት ፊት ንፊት ኣብ ኣፋ እንዳ ነገረ ንልዋም ምሉእ ብምሉእ ተቖጻጸራ። ልዋም ነዲኣ ኣደይ ትዕበ ከምቲ ዝሓለፈ ናታን ናይ ዓንደሙን ዝነበረ ፍቕሪ ከይኸውን እቲ ሓቂ ንኽትፈልጣ ተሃንዲዳ ንዘርእሰናይ ድማ ንስድርኡ ክነግሮም ከም ዘለዎ ኣረድኦቶ። ዘርእሰናይ እውን ልክዕ ከምቲ ናታ ድሌት እዩ ነይርዎ። ቅድሚ ንዓኣ ንፍቕሪ ምሕታቱ ቀዲሙ ንስድርኡ ከም ዘንተብ ምባህሎም ግን ኣይነገራን። ልዋም እቲ ዘለውዎ ፍቕሪ ሃዋህው ናይ ፍቕሪ ኣዲኣ ኣደይቲ ዕበን ስድርኡን ክፈልጡ እሞ ብወግዒ ቃል ኪዳን ኣሲሮም ሓዳር ክገብሩ ከም ዘለዎም ኣትሪራ ነገረቶ። ዘርእሰናይ እዚ ኩሉ ትብሎ ዘላ ልዕሊኣ እዩ ድልዮቱ ነይርዎ። ሕጂ ግን ንስድርኡ ካልኣይ ግዜ ክልምኖም ኣይደለየን። ነቲ ጉዳይ ባዕሉ ብኢደ ዋኒኑ ሪስክ ወሲዱ እዩ ንልዋም ክእክባ ዝደሊ ነይሩ። ልዋም ቀትሪ ምድሪ ኣዲኣ ትዕበ ንግራት ክኾላ ንጎደና ምስ ወፈራ ኣብ ጎቦ ገዛኣ ኮይና እያ ተዕልሎ ነይራ። ዘርሰናይ እቲ ኣብ ልዕሊኣ ዘለዎ ፍቕሪ ክገልጸላ ኢሉሉ፣ ልዋመይ፣ ኣነ ካብ ብልቢ ከም ዝፈትወኩምሽ ትፈልጢ ኢኺ? ኢሉ ምስ ሓተታ ልዋም፣ ዝኾነ ሰብ ከይሪኣ'ሞ ወረኣ ከም ዘርኢ መሸላ ከይዝረኣላ እንዳ ፈርሐት፣ እወ እፈልጥ! በለቶ። ዘርሰናይ ድማ ተሸቑሪራ ከም ዘላ ኣስተውዒሉላ ንውሽጢ ገዛ ንእቶ'ዶ ንዕናይ? ኢሉ ሓተታ። ልዋም ኣዲኣ ኣደይ ትዕበ ከይመጽኣ ከይፈርሐት ሕራይ ንእቶ ኢላያ ብሕጓ የእትያ ብሓንሳብ ኣብ ንእዲ ኮፍ ምስ በሉ ዘርእሰናይ ኩሉቲ ኣብ ውሽጡ ዘለዎ ፍቕሪ ከምዚ ክብል ክገልጸላ ጀመረ ልዋም ሓብተይ ኣነ ብጣዕሚ እየ ዘፍቅረኪ ልዋመይ ንስኺ ኣብ ጎነይ እንተዘይሃሊኺ ኣነ ከም ሓንቲ ሰራውር ዘይብላ ገረብ እየ ልዕሊ እቲ ምፍቃር የከውን ዘፍቅረኪ ነብሰይ ንዘላኣለም ኣብ ሕቁፍኪ ተዓቁባ ክትነብር ፍቃድ እቲ ልዑል ፈጣሪ ይኩነለይ ምክንያቱ ኣነ ናይ ዝደለኩ ንስኪ ናይ ዝተመነኪ ስለ ዘይኮነ እቲ እንኮ ገባርን ሓዳግን ንሱ ጥራይ ስለ ዝኮነ ብሓንሳብ ክንነብር እዩ ፍቓድ ይኹነልና። ሉዋመይ፣ ከም ተፍቅርኒ ኣጸቢቐ እፈልጥ እየ። እዛ ዝሓተኪ ሕቶ ፍቓደኛ ክትኮንለይ ብውሽጠይ ጸሎት እየ ዝገብር ዘለኹ። ቅድሚ ምሕታተይ ወይ ምንጋረይ ግን በጃኺ ቃል እተውለይ። ሉዋመይ። ሕራይ ንኽትብልኒ ኣይኮንኩን ቃል ዘእትወኪ ዘለኹ፣ ምናልባት ዘይትቕበልዮ እንተኾንኪ'ሞ ከምኡ ኢለ ምሕታተይ ከየኾርየኪ፣ ከይትጸልእኒ፣ ከይትቕየምለይ ሓደራኺ ልዋመይ። እዚ እንክብለኪ፣ እዚ ንኽንደይ ዓመታት ዝተመነኽዎን ዝበሃግክዎን ፍቕርኺ ሰሚርለይሲ ኣብ ልበይ ዓምቢቡ'ዩ ዘሎ እንዳበለ ብሙዚቃ ቃላት ፈቃር ልባ ቶግ ተረክ ከም ተብል ገበራ እሞ ልዋም ግን ክትቅየመሉ ወይ ክትኩርየሉ ከም ዘይትኽእል ኣረድኣቶ። እታ ሕትኡ እውን ተረዲኣታ እንከላ ካብ ኣፉ ክትሰምዕ ደለየት። ኣንታ ዘርኢተይ ልዕሊ ዓቕመይ ደኣ ኣይትሕተተኒ እምበር ካብ ሕጂ ንንየው እኮ ካባኻ ዝቦቅ የብለይን። እንታይ ድዩ እቲ ሕቶ ንገረኒ እሞ ዝኽእሎ እንተኾይኑ ክፈቕደልካ እየ ዘይክእሎ እንተኾይኑ ኸኣ ተሓጋጊዝና ንፈትሖ እንታይ እዩ እቲ ሕቶ ግን በለቶ ዘርእሰናይ እታ ድልየቱ ካብ ኣፉ ንኸውጽኣ ኣዝዩ ከበደቶ ናይ ግድን ከውጽኣ ስለ ዝነበሮ ግን ከውጽኣ ተገደደ ልዋመይ ክብረትኪ ይትንክፈኪ ከም ዘለኹ ይርደኣኒ እዩ ግን እቲ ሓደ ፍታሕ ኮይኑ ዝስመዐኒ ንሱ እዩ በቃ ኣነ ክራኸበኪ ይደሊ ኣለኹ ካባይ ክጠንሲ እሞ ንስድራይን ነደኺን ነጊርና ኣነ ንስኽን መርዓ ጌርና ሓዳርና ንመርሕ ውላድና ድማ ንሓቁፍ ምስ በላ ልዋም ክትጽለል ደለየት ዘርኢት እዚ ትብሎ ዘለኻ ብፍጹም ኣይከውንን እዩ። ንምንታይ ግን ከምኡ ሓሲብካ? ንምንታይከ ንስድራይ ነጊርካ ንዓይ ብኽብሪ ዘይትወስደኒ? ብሓንሳብ ክንነብር ምሽ ተረዳዲእና? ኣብ ክንዲ ብኽብረተይስ ነብሰይ የሕሲርካ ትወስደኒ? እሞ ኸኣ ወረ ናይ ዓድና እናፈለጥካዮ በዓል ሳንዳይ ትርሓስ ደርፊ ከውፅኣለይ ተዋሒጥልካ እዋእ ዘርኢት ኣነ እኮ ጓል እየ ብኣይ ኣይትሓስብ እንዲኻ ንታሪኽ መጻኢና ከይትሓስብ እንዲኻ ጽባሕ ንግሆ እኮ ተሓቢኣ ጠኒሳቶስ ሰብ ኣኪባ ተሓርሶ ኢለን እየን ክደርፋለይ እንዳበለት ነዚ ሕቶታት ኣማሪራ ሓተተቶ መልሱ ከይተጸብየት ምስ ውሽጣ ከምዚ እናበለት ክትዘራረበት ጀመረት ዝቐደመ ምስ ዓንዶም ዝተጋገኹዎ ዘየሐጎሰንስ ሕጂ ከዓ ካልኣይ ግዜ ክጋገ እዚ እሞ ብፍፁም ክኸውን ኣይክእልን ብሓንቲ እምኒ ዶ ክልተ ግዜ ትዕንቀፍ ኢኻ ኖ ኖ ኖ ኖ ኖ ዋላ እዳ ይኹር እምበር እዚ ክውዕሎ የብለይን ኢላ ምስ ነብሳ ኣብ መደምደምታ ኣትያ ገፃ ናብ ዘርእሰናይ ምልስ ኣቢላ ስማዕ ዘሪት ኣነ እፈትወካየ እፍቅረካየ ምሳኻ በቲ ጉቡእ ኣብ ገፊሕ ዳስ ብኾቦሮ ለጋስ ተመሪዐየ ሓዳረይ ክገብር ዝደሊ እዚ ትብሎን ትሓስቦን ዘለኻ ግን ፍጹም ኣይቅበሎን እየ ምስ በለቶ፣ ዘርእሰናይ ብስምዒቱ ተገዚኡ ዘረባ ልዋም ከየቕለበ ኣብታ ዘላቶ ንእዲ፣ ኣንቲ ልዋመይ እንታይ እሞ ክገብር ምሒር ኣፍቂረኪ ኩሉ ስምዒታተይ ካብ ቁጽጽረይ ወጻኢ ኮይኖሙኒ እንዳበለ ብሓይሊ የእዳዋ ናብ መንኮባ ሰዲዱ ነቲ ዘይድፈር ኣካላታ ክደፍራ ምስ ጀመረ ልዋም ግደፍ ግደፍ እናበለት ክትቃለሶ እንከላ ፈቃር ልቢ ዓንዶም ድማ ኣብ ኣስመራ ኣብ ስራሕ ከሎ ውሽጡ ተረበሸ። ኩሉ ግዜ ከምኡ ዓይነት ረብሻ ውሽጡ ክርብሾ ከሎ ኣብ ቤተሰቡ ብሓፈሻ ኣብ ናቱ መቕርብ ዝኾነ እዩ ዘጋጥም። እቲ ዝርብሾ ዘሎ ጸገም ናይቲ ካብ ልቡ ዘፍቅራ ልዋም ጸገም እዩ ነይሩ። ዓንዶም ግን ብዛዕባ ልዋም ዘይኮነስ ብዛዕባ ሶሎ ሓፍተይ፣ ገለ ኣጋጢምዋ ከይኸውን ኢሉ እናተሸቓለ ደሃያ ክገብር ቴለፎን ኣውጺኡ ስም ሰሊና ርሰርች ገይሩ ደወለላ። ሰሊና እውን ኣብ ስራሕ እናሰርሐት ቴለፎና ኣብ ቦርስኣ ኮይና ድምጺ ምስ ገበረት መን ደኣሉ ኢላ እንተረኣየት ዓንዶም ኮይኑ ጸኒሕዋ። እንታይ ደኣሉ ኮይኑ ኢላ ተቐቢላ ሄሎው ምስ በለቶ ዓንዶም ብርቡሽ መንፈስ ሄሎው ሰሊ ሓፍተይ ደሓን ዲኺ? ኢላ ሓተታ። ሰሊና ብራብሻ ናይ ዓንዶም ሰንቢዳ ደሓን እየ እንታይ ኮንካ ኣለኻ ኢላ ተመሊሳ ሓተተቶ። እንድዒ ኣነ ደኣ ወላ ሓንቲ ኮንኩን ግን ውሽጠይ ይርበሽ ኣለኹ ሰሉ ሓብተይ ሰዓት ምሳሕ እኳ ኣኺሉ እዩ ንገዛ ክትኣትዊ ዲኺ ኣነ ይኸይድ ኣለኹ በጃኺ ቀልጢፍኪ ምፂ። ከምዚ ኢለ ክርበሽ ከለኹ ኣብ መቕርበይ ቤተሰበይ ኣብ ነብሰይ ገለ ነገር እዩ ዘጋጥም። በላ እሞ ሰሊና ብዛዕባ ስድርኣ ወይ የሕዋታ ከይትሻቐል ስድርኣ የብላን ኣሕዋታ ድማ ሓደ ዓንዶም እዩ። ሕራይ! ኢላ ከተቕስኖ ስለ ዝነበራ ግን በቃ ሕራይ! ኢላ ቦርስኣ ኣንጠልጢላ ንገዝኣ ተበገሰት። ዓንዶም ዝሰርሖ ዝነበረ ስራሕ ናይ ሓደ ሃፍታም ተኽለ ዝበሃል ሰብኣይ ኣብ ካንሸሎኡ ዝተዘርእ ኣትክልቲ ምኹስኳስን ምክንኻን'ዩ ነይሩ። ነቲ ገዛ ከም ገዛኻ ርኣዮ ኢሎም ድማ ምሉእ ሓላፍነት ስለ ዝሃብዎ፣ ኣብ ደስ ዝበሎ ሰዓት ክወጽእ ዝኽልክሎ ኣካል ኣይነበረን። ኣፍራዛን መኾስኮስን ናይ ስራሕ ክዳኑ ቀይሩ ካብቲ ካንሸሎ ክወጽእ፣ ኣቶ ግርማይ ብእግሩ በቲ ኣፍደገ ናብ ገዝኡ ገጹ። ክሓልፍ ሃንደበት ረኣዮ። ብስንባደ ድማ ልክዕ ክሪኦን ንውሽጢ ካንሸሎ ክምለስን ሓደ ኮይኑ። ማዕጾ ዓጽዩ ክልተ ኢዱ ኣብ ኣፍ ልቡ ኣቐሚጡ ንልቡ ካብቲ ናህሪ ዝተሓወሶ ተረግ ተረግ ትብሎ ዘላ ንኸራጋግኣ እንዳደገፈ ብምግራም ዝኣክል ወላ ሓንቲ ቃል ከየውጸ ትም በለ። ኣቶ ግርማይ ናበይ ምዃኖም የማን ጸጋም ከየስተውዓለ ትኺኢሉ ዩ ንቕድሚኡ ዝጓዓዝ ነይሩ። ዓንዶም እቲ ዝሰርሓሉ ዘሎ ቦታ ኣየስተውዓለሉን እምበር ኣብ ከባቢ እንዳ ኣቶ ግርማይ ገዛ ዩ ነይሩ። እታ ኣቶ ግርማይ ዝሓልፈላ ዘሎ ጎደና ረጊጽዋ ስለ ዘይፈልጥ ዩ ድማ ከስተውዕለሉ ዘይከኣለ። ነቲ ከባቢ በቲ ኣጋጣሚ ድማ እንደገና ተገረመ፣ ንውሽጡ ክሓትት ጀመረ። እንታይ ዝበለ ኣጋጣሚ እዩ እዚ? ባባ ግርማይ በዚ ከባቢ እንታይ ይገብር ተዛዊሩ? ኣብዚ ይሰርሕ ከም ዘለኹ ዶ ፈሊጡ ይኾን? ኢሉ መልሲ ንዘይረኽበሉ ሕቶታት ውሽጡ ሓተተ። ንገዝኡ ብቕልጡፍ ተመርቀፈ። ሰሊና ቀቅድሚኡ ሸበድበድ እናበለት ንገዛ ኣትያ ጸሊም ቦርሳኣ ኣቐሚጣ፣ ሸጥ ኣቢላ ዘትሓተተቶ ጸጉሪ ርእሳ ኣቕላጽ ይብላ ውዒሉ። ምንውሑ ዝዘንገዐት ክትመስል ኣብ ዓንደር ሕቖኣ ዝበጽሕ ጸጉሪ ፋሕ ኣበለቶ። ነቲ ኣብ ርእሲ'ቲ ሸገ ቁመታ መሊሳ ንሰማይ ገጻ ኣበሪኽዋ ዝነበረ ታኮ ጫማኣ እንዳውጸት ዓንዶም በቲ እንዳጎየየ ዝመጾ ጉያ ለሃለሀ። ማዕጾ ደፊኡ ክኣቱን ሰሊና ስምብል ኢላ ዋእ ኣንታ ዓንዶም እንታይካ ኮንካ ክንድዚ ትልህልህ ዘለኻ ኢላ ሓተተቶ እሞ ሓደ ደቂቕ ከይገበረ ሕትኡ እንድዕሰሉ ሓብተይ ኢሉ መንፈሱ እንዳተረበሸ መለሰላ እንታይ ማለት እዩ እንድዒ ካብ ዜሮ ተበጊስካ እሞ ከምዚ ክትከውን ኣይትኽእልን ኢኻ ዓንዶም ሓወይ ካባይ ዝኸወልካዮ ምስጢር ኣለካ ድዩ በለቶ ዓንዶም ርእሱ እናነቕነቐ እወ በላ ሰሊና ሕጂ እውን ሰንበደት እዋ ዓንዶም እንታይ እዩ ንሱ ምስ በለቶ ዓንዶም ቀዲሙ ካብቲ ጠጠው ኢሉ ዝዛረቦ ዝነበረ ኮፍ ኢሉ ሰለ ሓብተይ ከምቲ ቅድሚ ሕጂ ዝበልኩኺ ኣብቲ ገደለ ዝበሃል ዓዲ ካብ ልበይ ዘፍቅራ ልዋም ትበሃል ኣፍቃሪት ነይራትኒ። እዚ ኩሉ ከርተት ዝበልኩዎ ድማ ንዓኣ ብምፍቃረይ እዩ። ቅድሚ ስግረዶብ ምፍታነይ ኣብ ዘስመራ እንዳ ኣቶ ግርማይ ዝበሃል እንዳ ጥሕኖ እየ ዝሰርሕ ነይረ። ውሽጠይ ተረበሸ ኢለ ናብዚ ክመጽእ ካብቲ እንዳ ዓምና ውጽእ ክብልን በቲ ኣፍ ደገ እንታይ ክገብር እዩ እንድዒ እቲ ዓመይ ዝነበረ ባባ ግርማይ በቲ ቅድሚ ሓሊፉ ሕጂ ግን ዘይኮነን ዘዛርበን ዘሎ ኣብኡ እንዳሰራሕኩ ከለኹ ጓሉ መስተስትያ ብዘይ ድሌተይ ምሳይ ርክብ ፈጺማ ነይራ። ክሳብዛ ሰዓት እዚኣ በዚ ጉዳይ እዚ ሓሲበ ኣይፈልጥን እየ። ሕጂ እየ ነቦኣ ምስ ረኣኽዎ ትዝ ኢልኒ። እታ ጓሉ ኮነ ኢላ እያ ፈጺማቶ። ምስቲ ዝነበረኒ መስተ ኣነ ወላ ሓንቲ ይርድእኒ ኣይነበረን። ማለተይ ከምዚ መከላኸሊ ድዩ ዝበሃል ኣይተጠቀምናን። ምናልባት በቲ ጌጋ እቲኣ ጥንሲ ሒዛ ከይትኸውን እሞ ኣብዚ ከም ዘለኹ ፈሊጡ ይደልየኒ ከይህሉ ፈሪሐ ኣለኹ ሰሉ ሓፍተይ በጃኺ ገለ ሕሰቢ እንታይ'የ ክገብር ካልኣይ ከኣ መንፈሰይ ተረቢሸ ኣለኹ ከምዚ ኢለ እንተ ተረቢሸ ድማ ኣብ ዝኾነ ወይ ኣብ ኣነ ዝፈልጦ ወይ ድማ ኣብ ነብሰይ ሓደጋ ኣሎ ኢሉ ምስ ነገራ ሰሊና እዋእ ናይ ምንታይ ሓደጋ ደሓን ንሱ እሞ ግደፎ እቶም ኣብዚ ትሰርሓሎም ዝነበርካ እንዳ ግርማይ ዲኻ ዝበልካኒ? በለቶ። ዓንዶም እታ ነዋሕ ክሳዱ ወጥወጥ ኣቢሉ እወ በላ። ሰሊና ደጊማ ነታ ጓሎም ዝብላ ዘሎ መን እያ ሽማ? ኢላ ካልኣይቲ ሕቶ ደረበትሉ። ዓንዶም ብውሽጡ ንምንታይ እያ ደልያቶም? ኢሉ እንዳተዛረበ ንሳ ደኣ ራሄል እያ ትበሃል ክብላ ሰሊና ሰንቢዳ ራሄል በለቶ ዓንዶም በታ ዓውታ ዝተሓወሶ ድምፂ። ሰሊና ሓፍቱ ሰንቢዱ እሂ ሰሉ ሓፍተይ ትፈልጥያ ዲኺ ኢሉ እንዳፈርሐ ሓተታ። ሰሊና ንሕሉፋ እንዳዘከረት ንራሄል ደኣ እወ ፈልጣ ይፈልጣ ጥራይ ዲኸ ኣታ ዓንዶም ሓወይ እንታይ ዝበለ ኣጋጣሚታት እዩ ምስራክ እኮ ካብ ምህፃነትና ብሓደ ኢና ዓቢና እታ ቀዳመይቲ ኢለ ዝሰርዓ ቤስት መሓዘይ እኳ እያ እውን ከይትግረም ገዛና ጎረባብቲ እዩ ነይሩ። ዓባየይ ምስ ሞተት እቲ ዝነበርክዎ ገዛ ክራይ በርቲዑኒ እየ ናብዚ መፅየ። ሕጂ ኸኣ እቲ ዘጥነሳ ወዲ ኣነ እኮ ኣየኻ ትብለኒ ዘለኻ ዓንዲት! ምስ በለቶ ዓንዶም ስምበድኡ ክቋፃፀሮ ብዘይከኣለሉ ደረጃ በፂሑ። እዋእ ሰሉ ሓብተይ እንታይ ራሄልሲ ጥንስቲ እያ ዘላ ምስ በላ ሰሊና ርእሳ እናነቕነቐት እዎ ጥንስቲ እንታይ ኩን ጋዳ ሰንቢድካ ናብዚ ገዛይ ኩሉ ግዜ እኳ እያ ትመፅእ ነይራ ሕጂ ግን ነብሰ ፀር ኮይና ካብ ገዛ ኣይትወፅእን ኣይትኣቱን ኣብ ገዛ ኮይና እያ መውዓላ ምስ በለቶ ዓንዶም እንታይ ይሽርሽሮ ኣሎ ዘይፈልጥ መላእ ኣካላቱ ተሸርሺሩ። ሰላ ሓብተይ እንታይ ክገብር ሕጂ ውሽጠይ ክርብሸኒ ዝወዓለስ ለከ ነዚ ከስምዐኒ ኢሉዩ በለ። ወዮቲ ውሽጡ ክርብሾ ዝወዓለስ ጸገም ልዋም ኣፍቃሪት እዩ ነይሩ። ልዋም ኣብ ገዛ ንዘርኢ ሰናይ ብሓይሊ እሞ ዝኸውን የለን ኢላ እናተቓለሶት ከላ ልዋም ግን ዓቕሚ ሄዋን ኮይንዋ ብሓይሊ ምኽኣል ስኢናቶ፣ ትቐልስ ኣቢላቶ፣ ምስ ደኸመት የእዳዋ ዘርጊሓ ካብ ፈንጠርጠር ምባል ኣቋሪጻ ዘፍ ምስ በለት፣ ዘርእሰናይ ብድኻምን ስምዒትን እንቃዕ እንቃዕ እንዳስተንፈሰ እቲ ድላዩ ክፍጽም ኢሉ ቁልፊ ስርኡ ክፈትሕ ምስ ጀመረ፣ ኣደይ ትዕበ ግራት ገደነን ኮሊለን ነቲ ገልጠም ክብል ዘይስማዕ ብጣውላ ዝተሰርሐ ማዕጾ፣ ህድሞኣን ደፊኤን ኣተዋ'ሞ ኣብ ቅድሚ ዓይነን እታ እንኮ ከም ሓሙስ ኣላትኒ ኢለን ዝምከሓላለዋን ጓለን ኣብቲ መውዓሊ ኢለን ዝሰርሓኦ ንእዲ

ክንዲ ዕልል ገኒኑ ሕሜታ ጽባሕ ንግሆ ንርኢ ሳልስታ ኣታ እንታይ ከበሉ እንዳባ ሳልስታ ንርኢ ሳልስታ እንታይ ከኽብሉ

ኣታ እንታይ ክብሉ እንዳባ ብሳልስታ ንርኢ ብሳልስታ እንታይ ክብሉ ኣታ እንታይ ክብሉ እቶም እንዳባ ብሳልስታ ንርኢ ብሳልስታ እንታይ ክኽብሉ